ዘይትግነሎሲ ወለድና እስኻ እኮ ርሑስ ኢኻ እግርኻ እኮ ርሑስ እኮ እዩ ኩሉ ግዜ ከምዚ ትኾን ለኻ ከምዚ ይኾን በቃ ለኾነ ነገር እንድሕር ርሑስ በቃ ለኾነ ጥዑይ ሰብ ላብ ገዛኻ ክመፅእ ተሎሲ ለኾነ ሽሻይ ይፍጠር ከይሓሰብኻዮ ማለት እዩና ሃምዚ ክገጥም ተሎ እዩ ብስራት ላብ ህዝቢ ራያ ሓገዝ ከብፅሕ ምስ ኸደ ተን ማኪና ሒዘንኦ ዘለዋ ሓገዝ ከይወረዳ ዝናብ ወቂዑ ማለት እዩ ብጣዕሚ እዩ ዝገርም ማርያምን ኣብዚ ሕዚ ሰዓት ዝናብ ወቂዑ እኽሊ ዘሪኡ እኽሊ ክዓፅድ እዩ ሓረስታይ ማለት ከይኮነ ግን ንዘን ከፍቲ ሲ ብጣዕሚ ዓብዩ ሓገዝ እዩ ብጣዕሚ ማለት እዩ እግዚኣብሄር ይቅር ክብለና ክተዓረቀና ካብዚ ላውዚ ዝናብ ክወቅዕ እሞ ልተን ከፍቲ ልዋዕሉ ማርያምን ብጣዕሚ እዩ ገሪምኒ ከፍቲ ራያሲ ፍሉያት እየን ማርያምን ሃምዞ ኣብ መላእ ትግራይ ዘለዋ ከፍቲ ሲ ሓደ ዓይነት ኣይኮና እየና ቱና ብስራት ብድየ ከስምዐኩም
ተመስገን ተመስገን ተመስገን ገና ሕዚ ናብ ራያ እግርና ክረግፅ ኣለና ዝናብ ኣጎይዝጊ መፅኦም ደቂ ዓበይቲ ዝናብ መፅኦም እኔዉ ከም ትሪእዎ ኣለኹም ረይዎ ረይዎ ምንም ዓይነት ምንም ዓይነት ዝናብ ብለይምንባሩ ምኽንያት እዚ ኩላ ክረምቲ ምድሪ ክዝራእ ዝነበሮ ተኽሊ የለይ ነይረ ካብ ዓበይቲ ተመስገን ተመስገን ሽሻይ ዝናብ ሽሻይ ክራማት ሽሻይ ዘመን ይግበረልና ሰላም ንዓድና።
ብስራት ብጣዕሚ እዩ ደስ ኢልዎ ሓጎሱ ምግላፅ ኢሉ ብጣዕሚ ንመጨረሻ እዩ ተሓጒሱ ብጣዕሚ ኢለ ልሐጉሰካ ማርያምን ኣብዚ ሕዚ ሰዓት ብሙሉእ እታ ትግራይ ድርቅ እያ ብሙሉእ እታ ማለት እዩ ዋላ ኣብዚ ሕዚ ሰዓት ዝናብ ይውቃዕ እምበይ እኽሊ ኣብ ሰዓቱ ዝተዘርአ ብሰነ ዝተዘርአ እኽሊ ኣብ ሓመድ ተቃዊሩ ምስቲ ሓመድ ማሙዩ ሃምዚ ፋኺሱ እቲ ልቓረየለ ጻጸ በሊዕዎ እተን ሓንቲ ክልተ ለለዋ እየን ኣብዞም ካልኦት ዓድታት ለወቀ ኢለን ለለዋ እምበይ የለይ ኣብ ሰዓቱ ሐዚሲ እኽልስ ወላ ኣብ ዓዲ ጉደም ከባቢ ከዚ ዳሕና ልበሃል እዩ ግን የለይ በቃ ተንእክልሲ ኣብቲ ሓንቲ ኣብቲ ሓንቲ ኣብቲ ሓንቲ እየን ምክንያቱ ምስቲ ሓመድ ብዙሕ መዓልትታት ስለዝፀንሐ ሓመድ በሊዑ ውልቲ እኽሊ ተሎ ዝናብ ስለ ለይወቕዐ ማለት እዩ እተን ልቓረያለ ምሳፀ ፋኺሰን ገለ እየንና ምንም የለይ በቃ ምንም ብጣዕሚ እዩ ልሕዝነካ ማርያምን ኣበሳና ክንዲ ዝኹላ ይበዚሑ እግዚኣብሔር ዋዕልለ በቃ ፅጥ ኢልና ማርያምን ለኣና ካብዚ ብላዓለ እንድዩ ልግበእና ሃምዙ ኣብዚ ኸዚ ሰዓት ልርእሎናዮ ልግበርሎ ፈቐድኡ ፈቐዶ ብዙሕ ብዙሕ ረለና ኣብ ሶሻል ሚድያ ምንም ዋላ ልክተውግዐሉ ዋዕልሲ ብጣዕሚ ከቢድ ማለት እዩ። ብዙሕ ነገር ኣሎ ግን እግዚኣብሄር ሲ በቃ ይቅር በሃሉ እዩ ይቅር በለና ላና ብብለሎና እየ ንጸሊ ና ህዝቢ ራያ ክፍቲ ና ህዝቢ ራያ ቦታታት ሲ ሃምዘ ይኾነ ይፍለጥ ማርያምን ብጣዕሚ ለምለምና ተንከፍቲ ልዋዕሊ ሲ

ጨኪኖም ብራያ ድርቂ ኮይኑ ሓሪ ራያ ይሃም ቃደሚ ኣጥዓይ ህጻኒ የለይ መጠበሪ።
ኣብ ራያ ዓዘቦ ብምልኡ ድማ ኣከባቢ ድርቅታት እዩ ድማ ማሽላ ተዓጭዱ እዩ ድማ እና ቆላሕታ ልክትብና ድህዝቢ ቆላሕታ ድህዝቢ ራያ ክብል እየ ዝመፃኹ ቆላሕታ ድህዝቢ ራያ ክብል እየ ዝመፃ ኩልኩም ሼር ናበልኩም ብዞም ኢንቨስተራት በቃ ኣብ ራያ ዓዘቦ ድንሆ ኢንቨስተራት ባዕሉ እኹላት እዮም እሳቶም ተንድሩ ኢልና ንሳቶም ከ እንርእይዎ ንህዝቢ ራያ ብምልኡ ቆላሕታ ተትህሉ እየ ዝብል። ድርቂ ስለ ዝንሆ ህዝቢ ራያ ብምልኡ ኣብዚ ከዚ ሰዓት ማሽላ ተዓጭዱ ድከፍቲ ዳተሃወ ስለ ዝኾነ ዋላ ሓቦን ቆላሕታ ህዝቢ ራያ እዩ ዝደልዮ። ያቀንየለይ። እዚ ቪድዮ ልክዕ ከም ዝረኣኹሞ እዩ ኩሉ ሰብ ሸር ንምግባር ሸር ገብረለይ እዩ ያው ብጣዕሚ እዩ ከቢድ ሓስብዎ እሞ ኸዝስ ኸዚ ልጠመየ ገባርስ ክሻብ መዓዝ እዩ ኢልኩም ሓስብዎ ብጣዕሚ እዩ ከቢድ ድርቂ ጥምየት እኳ ከይኾን ያኒ ለይከኣል ነገር የለይ ቢያንስ ትሰርሕ እንድሕር ኽኢልካ ኣብ ዓድኻ ልየላ ዘይትብል እንድሕር ኽኢልካ የግድ ለይሕለፍ ነገር የለይ እግዚኣብሄር ደፊኡ ስለ ለይደፍእካ ክሕለፍ እዩ እዚ ኢለ እኮ ክሓልፍ እዩ ናጓጓሓት ኩሉ ነገርሲ ክሓልፍ እዩ ግን ሓስብዎ እሞ ድርቂ ጥምየት፣ ጦርነት፣ ደብዳብ፣ ግፋ እዚ ኩሉሲ ስኢሉስ ብጣዕሚ ናብ መጨረሻ ከቢድ ነገር ማርያምን ለይከኣል እንድዒ ሃሚ ጌርካ ኣይክሕልፍ ምንም ክርድእ እንዲ ከለ ኣነ ክሓስቦ ተለኹ ብጣዕሚ እዩ ከቢድ ኣብ ሶሻል ሚድያ ሸር ዝግበር ኣለዉ ነገራት ብጣዕሚ ብዙሓት ነገራት ርእለና ድብደብ ኣሎ ርእለና እዩ ናጋ ናጋ ደብዳብ እዩ ደብዳብ እዩ ደብዳብ እዩ ደሮን ትድብድብ ኣላ ኣሕዋትና ላተገፈፉ ላበረኻ ይወፁ ኣለዉ

ማርያምን ኣነስ ክልተ ሽሕ ዓሰርተ ሽዱሽተ ትሽዓንተይሲ ብጣዕሚ ኩሉ ነገር ብዙሕ ነገር ስለ ንርአና ብዙሕ ነገር እንትን ስለ ንበልናሲ በቃ ቆንጆ ዘበን ክኾን እዩ ዝብል ተስፋ ነይርኒ ጦርነት ገለ እሞ ዋላ ይበሉ እግዚኣብሄር ይቅር ክብለና እዩ እሞ ናያቶም ነገር ንእሽተይ እንትን ክብል ይረኣልኩ ነይሩ በቃ እዚታት ጭራሽ ከይሓሰብኩዎ በቃ እዚ ድርቂ ገለ ዝበሃልሲ ምንም እየ ዘይሓሰብኩዎ። ምንም ሃምዚ በቃ እዚ ናብ የለይ ክበሃል ተሎሲ ንሰምዕ ነርና ኢና እኮ ግን መዓረ ህንዱዚ የመሰለኒ ነሩ መዓረ ህንዱዚ ህንዱዚ ኮላይ ከፍቲ ላሞታ ህንዱዚ ኮላይ ማሽላ ሃምዙ ኢሉ ሓሪሩ ብስሮ ሶሻል ሚዲያ እዩ ርእዮ ሃምዚ ክጥይቕ ተለኽለ የወቅዕለይ ሃምዙ እዩ ገለ ትበሃል ተሎሲ ሃምዚ ብኣፎም ትሰምዖ ተለኻ ሃምኡ የኾነይ ብጣዕሚ ሃም ዝቐልል ነገር እዮ ብለዮ ንእሽተይ ይወቅዕ ካብኡ መይ ስደደ ንእሽተይ ደንጉ ይወቅዕ ሃምታት በቃ ንእሽተይ ኣለዎ ዶ እምበይ ሃም ዘይመስለኒ ነይሩ ሃም ዘይሕሩስ ክርእስ ኣይመሰለኒ ነይሩ በቃ ብዙ ጥራሕ ይኾነ ብዙ ብዓጋመ ልሎ እገላገለ ልበሃል ቦታ የለይ ምንም የለ ኩሉ ሕሩስ ኢሉ ይረአ ለሎ ሃመይ ምንም በቃ ባእ ማርያምን እንድዒ እግዚኣብሔር ይቅር ይበለልና እሞ ይተዓረቀና እሞ ኩሉ ነገር ባዕሉ የስተካክለና እምበይ በቃ ክትሓስቦ ተለካ ልባዕሉ ይመረካ ሽምባንዶ ከዚ ጥምየት ገለ ክበሃል ሲ እንድዒ ኣነስ
ለማዓንቲ ብጣዕሚ ብጣዕሚ ደሓጉስ ነገር እየ ክፀጉየኩም ልደሊ ሃምስር ለኹሞ ዓበይቲ ዓዲ ሃምዝለለ ኩሉ ግዜ ልክህዝቡ ድበፅሕ መንእሰይ ሓውና ብስራተ ገብርኤል ምስ መሳርሕቱ ቃሉና ካልኣት መሳርሕቲ ኣካል ልኾኑ ብምግናይ ኣብ ራያ ራዩማ ዳጋጠመ ና ድርቂ ሓደጋ ኣይዞኹም ኣሕልና ደቅኹም ላሃለና ኣይትጠሙይ ኣይትጸሙእይ ከፍትና ይኹን ህዝብና ነጻ ናውጸኤና ካብዚ ሽግርዚ ብማል ኣብ ማእኸልና ፈርስ ናመጃመርያ ሓገዝቲ ኾይኑ ትገኙ ዝሓውና ብሓቂ ደስ ድብል እዩ ብሓቂ ምኽንያቱ ሃምዚ እንድሕር ኮይኑ ኣብ ቤት ዓዲ መንእሰያት ትራባርብና እንድሕር ኮይና እዚ ጸገምዚ ደይ ንስዕረሉ መገዲ የለይ ብጣዕሚ ብጣዕሚ ብጣዕሚ ተሓጉሰ እየ እነኹ ዕድመይ ጥዕናይ ይሃብኻ ወለይ ድሓወይ ብስራት ያቀንየለይ ክብሪ ያበለይ።